ብስም ኣብን ወልድን መንፈስ ቅዱስን ሓደ ኣምላኽ ኣሜን። ክቡራን ብክርስቶስ ኣሕዋትን ኣሓትን ኣብዚ ናይ ሎሚ ኣስተንትኖና እነሆ እቶም ዝወግእዎ ክርእይዎ እዮም ዝብል ክኸውን እዩ። ኣብ ቅዱስ መጽሓፍ እዚ ጥቕሲ እዚ ኣብ ክልተ ቦታ ተጻሒፉ ኢና ንረኽቦ። እቲ ቀዳማይ ኣብ ዮሃንስ ዓሰርተ ትሽዓተ ሰላሳን ሸውዓተን እቲ ካልኣይ ከኣ ኣብ ብሉይ ኪዳን ኣብ ትንቢት ዘካርያስ ምዕራፍ ዓሰርተ ክልተ ቁጽሪ ዓሰርተ እዩ። እንሆ እቶም ዝወግእዎ ክርእይዎ እዮም ወይ ከኣ እንሆ እቶም ዝወግእዎ ክጥምትዎ እዮም ዝብል እዩ። ካብዚ ሓሳብ እዚ ነቒልና ኢና ናይዚ ክልቲኡ ቃል ትንታኔን ኣስተንትኖን ክንገብር። ስለዚ እምበኣር ሎሚ ኣብዚ ናይ ዘመነ ጾም ስለ ዘለና ጾም ውሳጣዊ ዓሚቕ ትርጉሙ ክረኣ እንከሎ ርእስኻ ክሒድካ ንፍቓድ ኣምላኽ ቀዳምነት ምሃብን ምንባርን እዩ ዘመልክት። ጾም ማለት ርእስኻ ክሒድካ ንፍቓድ ኣምላኽ ቀዳምነት ምሃብን ምንባርን እዩ። ከምቲ ወትሪ ግዜ ንብሎ ክርስትና ብሙማት እዩ ዝጅምር። ንሱ እንታይ ማለት እዩ? ንዓለም ንስጋ ሰይጣን ሞይትካ ወይ ክሒድካ ንክርስቶስ ከኣ እሙን ኮይንካ ምንባር ዘመልክት እዩ። እዚ ከኣ ኣብ ዘመነ ጾም ፍሉይ ትርጉም ኣለዎ፣ ነቲ ምእንታና ቢሉ ኣብ መስቀል ዝተሰቕለ ክርስቶስ ብምጥማት ጥራሕ ነቲ ካብኡ ዝመጽእ ድሕነት ብምስትምቓር ኣብ ሕይወትና ብፍሉይ መንገዲ ክንነብሮን ብፍሉይ መንገዲ ከነስተማቕሮን ከነስተንትኖን እቲ ጊዜ ባዕሉ ይመርሓና ማለት እዩ። ቅዱስ ሃዋርያ ጳውሎስ ንሰብ ቆሎሴ ኣብ ዝጸሓፎ መልእኽቱ ከም ንርድኦ ነቲ ኣረጊት ሰብነት ምስ ኩሉ ግብሩ ቀንጢጥኩም ነቲ ንዓኦም እንትክፈልጥ እቲ ፈጣሪኡ በርኣዩ ዘሐደሶ ዘሎ ሰብነት ለቢስኩም ስለ ዝኮንኩም ይብል። ናይ ቅዱስ ጳውሎስ ኣረኣእያ ወይ ትምህርቲ ነገረ መለኮት ኣረጊት ሰብነት ምስ ኩሉ ግብሪ ቀንጢጥኩም ማለት እቲ ምስ እግዚኣብሔር ዘይሰማማዕ ኣተሓሳስባ፣ ርድኢት፣ ኣነባብራ፣ ቅዲ ሕይወት ብምሉኡ ማለት እዩ። ንዓኡ ተረዲእኩም ግና ነቲ ፈጣሪኡ በርኣዩ ዘሐድሶ ዘሎ ሓድሽ ሰብነት ብክርስቶስ ዝልበስ ንዓኡ መትክትለብሱ እናበለ ይምዕድን ይመክርን። ኣብ ሓድሽ ኪዳን ነዚ ቅዱስ ተግባር ነዘውትር እንተደኣ ክንብል ኮይንና ከም ዕላማ ናይ ክርስትና ወሲንና ክንፈልጦን ክርድኦን ዘለና ነጥቢ ነቲ ሃዋርያ ጳውሎስ ኣብ ሮሜ ምዕራፍ ዓሰርተ ክልተ ክልተ ዝበሎ እዩ። እቲ ኣእምሮኹም ብምሕዳስ ተለወጡ እምበር ነዛ ዓለም እዚኣ ኣይትምሰልዋ። ንዓለም ክንልውጣን ንዓለም ክንቅይራን ንዓለም ጨውን ብርሃንን ክንከውን እንተኾና ግና እዚ ንቅድሚ ምምጽኡ እቲ ኩለንተናኣዊ ምልዋጥ ዝበልናዮ ወይ ሜታኖያ ዝበልናዮ ብኣእምሮና ብምሕዳስ ኣእምሮ ክሕደስ የድልዮ ኣእምሮ ክቅደስ የድልዮ ኣእምሮ ክልወጥ የድልዮ ኣእምሮ ብቅኑዕ ኣተሓሳስባ ውሽጢ ዝሰልጠነን እቲ ናቱ ማይንድ ሰቲን ወይ ከኣ እቲ ናቱ ቅማሬ ህላዌ ናይ ኣተሓሳስባ ብኸምዚ ቅዱስ ጳውሎስ ዝብሎ ዘሎ ክኸውን ኣለዎ፣ ኣእምሮኹም ብምሕዳስ ተለወጡ፣ ነዛ ዓለም እዚኣ ግን ኣይትምሰልዋ። ጎይታና የሱስ ክርስቶስ ብፍላይ ኣብ ፍልይ ዝበለ ኣጋጣሚታት ወይ ብፍልይ ዝበለ መንገዲ ፍቓድ ኣቦኡ ምእንቲ ክፍጽም ኣብነት ከርእየና ጾይሙን ጸልዩን ንፍሕሶ ሰይጣን ከኣ ስዒሩ እዩ። ስለዚ መንፈሳውነትና ትርጉም ምእንቲ ክህልዎ ጾም እምበኣር እቲ ግዜ ኣብ ፍቕሪ እግዚኣብሄር ሰጢምና ንነብረሉ ነቲ እግዚኣብሄር ብፍቕሪ ኣብ መስቀል ዝፈጸሞ መዳርግቲ ኣልቦ ድሕነት እቲ ዮውሃንስ ኣብ ወንጌሉ ምዕራፍ ሰለስተ ዓሰርተ ሽዱሽተ ጠቒስዎ ዘሎ ኣምላኽ በቲ ሓደ ወዱ ዝኣመነ ናይ ዘለኣለም ህይወት ክረክብ እምበር ከይጠፍእሲ ነቲ ሓደ ወዱ በጃ ክሳብ ምሃብ ነዛ ዓለም እዚኣ ኣፍቀራ ዝብሎ እቲ ሓቀኛ ፍቕሪ ነቲ ሓያል ዝኾነ ወልደ እግዚኣኣብሔር ካብ ሰማይ ናብ መሬት ስሒቡ ክሳብ ሞት ዘብጽሖ ዝብሎ ቅዱስ ዮሓንስ ኣፈወርቅውን ነዚ ክልቲኡ ተጣሚሩ ፍቕሪ እግዚኣኣብሔር ኣብ መስቀል ከም ዝተገልጸ ኢና ንርዳእ። ስለዚ እቶም ዝወግእዎ ክጥምትዎ እዮም ክብል እንከሎ ነፍሲ ወከፍና ንክርስቶስ ኣብ መስቀል ክስቀል ዝገበሮ ድኻምነት ብምልኡ ክንጥምቶ እሞ ካብቲ ሓለቓ ሚእቲ እንታይ ንመሃር እንተ ኢልና እቲ ሓለቓ ሚእቲ ንክርስቶስ ምስ ጠመቶ ኣብ መወዳእታ እንታይ ኢሉ እዚ ሰብዚ ዝተጋጊና ኢና ሰቒልናዮ ኣይግብኦ ኣይነበረን ክብል ምስክርነቱ ዝሃበ፣ ንሕና እውን እዚ ዓይነት ምስክርነት ምእንቲ ክህልወና ነቲ ኣብ መስቀል ክንጥምቶ እሞ ነቲ ዝጠመትናዮ ኸኣ ዝያዳ ክነፍቅሮ የድልየና። ምኽንያቱ ጾም ብርሃን እግዚኣብሄር እዩ። ጾም ምሕረት እግዚኣብሄር ነስተማቕረሉ እዩ። ጾም ረድኤት እግዚኣብሄር ንቕበለሉ እዩ። ጾም ጣዕሳን ንስሓን ብዝገልጽ መንገዲ ቅዱስ ተግባር ወይ ናይ ምሕረት ስራሕ ንገብረሉ እዋን ስለ ዝኾነ። ስቅያት ክርስቶስ ንዓና ንተኸተልቱ ዘመሓላልፈልና መልእኽቲ እምበኣር፣ ርእስኻ ምቁጽጻር፣ ዘኤሩም ልሳን ምውጋድ፣ ስጋዊ ባህግታትን ስምዒታትን ድኹም ኣበላትን ኣመላት ምሽናፍ፣ ብቓልን ብግብርን ናይ ሰላም መሳርሒ ብምዃን ኢና ንክርስቶስ ከነኽብሮ ዘሎና። ስለዚ ወትሪ ግዜ ከም ክርስትያን ከም መንፈሳውነት ዘለና ሰባት መጠን ኣተኩሮና ብምሉኡ ናብ ቀራንዮን ናብቲ ዝተሰቕለ ክርስቶስን እንተደኣ ኮይኑ ካብኡ ብዝመጽእ ሕዳሴን ለውጥን በረኸትን ጸጋን ፈውስን እናተሓደስና ንነብር ከም ዘሎና ብርግጽነት ክንፈልጦ የድሊ። ኣብዚ መጋበሪ ጸሎት ኣሎ፣ ጸሎት ንመንፈሳውነትና ዘዕቢ፣ ኣብ ቅድሚ ኣምላኽ ኮይንና ከኣ ናይ ውልድነትና ሓቀኛ ኣምልኾን ናይ ህልው ኩነታትና ከኣ ብግልጺ ምዝራብ እንለማመደሉ ጾም እዩ። ኣብቲ ጾም ጸሎት ተተሓሒዙ ይኸይድ ማለት እዩ። እዚ ከኣ እንታይ ማለት እዩ? በሰፊሕ መንገዲ ክረአ እንከሎ ንሕልናኻን ልብኻን ምስ ኣምላኽ ኴንካ ብምፍታሽ ንኸንጽሓካ ድሉው ምዃን ማለት እዩ። እዚ ሰብ ዝጽሊ ሕልንኡን ልቡን ምስ ኣምላኽ ኮይኑ ክፍትሽ እሞ ንኸንጽሖ ድሉው ምዃን ነዚ ፈሊጡ እግዚኣብሄር እውን ንዑ እሞ ንማጎት ዝብሎ ዘሎ እቲ ምጉትና እንታይ እዩ? ንሕና ኣብ ቅድሚ እግዚኣብሄር ክንቀርብ እግዚኣብሄር ከዓ ኣብ ቅድሜና ደው ኢሉ ከም ዘሎ ቢልና ክንሓስብ እሞ ንሕልናን ልብናን ምስ ኣምላኽ ኮይንና ፈቲሽና እግዚኣብሄር ብኹለንተናኡ ነቲ ካብ መስቀል ዝፈጸሞ መዳርግቲ ኣልቦ ድሕነት ብደሙ ከንጽሓና እንልምነሉ እዩ። እዚ ግዜ እዚ ጽምዋ ሕልና ኣምላኽ ክዛረበና ጽን ኢልና ንሰምዖን ብመንፈሳውነት እንመላለሰሉ ናይ ድሕነትና እዋን ስለ ዝኾነ ካባና እቲ ዝድለ ዘሎ ኣብ ነፍሲ ወከፍና ቅንዕና፣ ትግሃት፣ ትሕትና፣ ርእስኻ ምኽሓድ ስጋኻ ምቕጻዕ እዩ ካልእ ትርፊ ክኸውን ጥራሕ እዩ ዝኽእል ሽዑ ነፍስናን ስጋናን ይፍወስ ይሕደስ ክርስቶስ መምህርና ከዓ ነቲ ብርእሱ ንፈተና ዝገጠሞ ብቃልን ብፀሎትን ብፆምን እዩ ንሕና ከዓ ንፈተናታት ኣብ ህይወትና ብቃልን ፀሎትን ፆምን ክንገጥሞ ከም ንኽእል ካብ ክርስቶስ ክንመሃር ንኽእል ማለት እዩ ስለዚ መስቀል ናይ ክርስቶስ ምልኣት ፍቕሪ ኣምላኽ ዝተገልጸሉ ቦታ እዩ እቲ ንወዲ ሰብ ብኩለንተናኡ ዝተገልጸ ምስጢራዊ ፍቕሪ እግዚኣብሄር እምበኣር ኣብ ዕፀ መስቀል እዩ ተፈጺሙ ኣምላኽ ንሰብ ከም ዘፍቀሮ ዝገለጸሉ ኣብ መስቀል ምስ ሞተ እዩ ምእንቲ እዚ ፈጣሪ ከቢድ መስዋእቲ ከፊሉ ፍቕሩ ብምግላጽ ንፍጡራቱ ማለት ደቂ ሰብ ብምልኦም ናብ ናይ ቀደም ክብሩ ክመልሶም ዝወሰነሉ ምኽንያት ሰባት ደቂ ገዛእ ርእሶም ከድሕኑ ስለ ዘይክእሉ እዮም። ስለዚ ብመስዋእቲ ዝተኸፍለ ደም ናይ ክርስቶስ ነቲ ሓደ ዘፍቀሮ ወዱ ንሞት ኣሓሊፉ ዝሃበ ፈጣሪ ዓለማት ልኡለ ባህሪ እግዚኣብሔር ነዚ ክገብሮ ዝመረጸሉ ምኽንያት ወዲ ሰብ ብክርስቶስ ጥራሕ ክድሕን ከም ዝኽእል ከነጽር ስለ ዝደለየ ስለዚ ድሕነት ብየሱስ እዩ ክንብል እንከለና ክርስቶስ እዩ ተሓደን እንኮን መድሓኒ ኣብ መስቀል ዝተፈጸመ ናይ ክርስቶስን ሞትን ናጻ ዘለዓለማዊ ፍቕሪ ዘሰነዮ ዝነበረ ኩለንተና ናይ ወዲ ሰብ ፍቕሪ ክንርኢ እንተደኣ ኮይንና፣ ኣብቲ ወትሩ ግዜ ፍቕሪ ኣብቲ ኣብ መስቀል ዝፍጸም ኣስተንትኖን፣ ኣብ መስቀል ዝፍጸም ምንብርካኽን፣ ኣብ መስቀል ዝፍጸም ናይ እምነትን ተኣማነትን ሕቶ ተሰንዩ እዩ ዝኸይድ ማለት እዩ። ስለዚ ነቲ ዝወግእዎ ክርእይዎ እዮም ወይ ክጥምትዎ እዮም እንታይ ማለት እዩ? ነቲ ኣብ መስቀል ጎኒ ዝተወግአ ክርስቶስ ንጠምቶ እሞ ንሱ እቲ ዘለኣለማዊ ግልጸት ፍቕሪ ናይ ኣምላኽ ምዃኑ ነስተብህል። ስለዚ ነቲ ዝተወግአ ክርስቶስ፣ ኣብ መስቀል ዝተወግአ ክንጥምቶ እንከሎና፣ ዘለኣለማዊ ግልጸት፣ እቲ ግልጸት ከኣ ብምልኣት ፍቕሪ እግዚኣብሄር ናብ ደቂ ሰባት ዝተገልጸ ምዃኑ ንርዳእ። ምእንትዚ እቲ ኣጋፐን ኤሮስን ኢልና ንጽውዖ ኣጋፐ እቲ ፍቕሪ ኣምላኽ እዩ፣ እቲ ኢሮስ ከኣ እቲ ካብ ናይ ኣምላኽ ዘይኮነ ፍቕሪ ማለት እዩ። ፈላሊና ምእንቲ ንክንርእዮ እግዚኣብሄር ከመይ ገይሩ ንዓና ንጸላእቱ ከም ዘፍቀረና ንሱ ሓቀኛ ፍቕሪ እቲ ኣጋፐ ኮይኑ ነቶም ንሕና ኢሮስ ወይ ከኣ ብግጉይ መልክዕ ናይ ፍቕሪ እንርከብ ዘሎና ሰባት ከመይ ገይሩ ከም ዘፍቀረና ክንርዳእ ንኽእል ማለት እዩ። የሱስ ኣብ መስቀሉ ተንጠልጢሉ እንከሎ ናይ ፍጡራቱ ፍቕሪ ለሚኑ። ዝገብርዎ ኣይፈልጡን እዮምሞ መሓሮም ክብል ዝመፅእ ኣምላኽ ስለዝኾነ በዚ ርድኢት እዚ ንሕና እውን ክሳብ ክንደይ ኣምላኽ ከም ዘፍቅረና ክርዳእ ንኽእል ንሱ ኣብ ትዕፀ መስቀል ሓዲግ ሰማይ ሓዲግ ምድሪ ተሰቒሉ እንከሎ ፅምእ ነፍሲ ወከፍና ተሰሚዕዎ ናይ ነፍሲ ወከፍና ድሕነት ናይ ነፍሲ ወከፍና ለውጢ ናይ ነፍሲ ወከፍና ሕዳሴ ናይ ነፍሲ ወከፍና ምሕዋይ ተሰሚዕዎ ቅዱስ ቶማስ ሃዋርያ ኣብቲ ዝተወግአ ጎኑ ኢዱ ምስ ኣእተወ እዩ ጎይታይን ኣምላኸይን ዝበለ ንሕና እውን ከምቶም ብዙሓት ቅዱሳን ዝተወግአ ጎኑ እናጠመትና ነቲ ኣባና ዘሎ ጥልቂ ፍቕሪ ዝገልጽ ምስጢር ኣምላኽ ክንግንዘቦ ንኽእል። ስለዚ እንተጠመትካዮ የሱስ ኣብ መስቀሉ ክትነጽሕ ኢኻ በቲ ደሙ ዝብል ቋንቋ ወይ መዝሙር ክንሰምዕ ኮና እቶም ዝወጋእናዮ ክንጥምቶም ከሎና ናይ ሕዳሴናን ለውጥናን ምዃኑን ነቲ ምእንታና ዝገበሮ ናይ ድሕነት መዳርግቲ ኣልቦ ድሕነት ተወዳዳሪ ዘይብሉ ንጸላእቱ ዝመውት ኣምላኽ ክሳብ ክንደይ ከም ዘፍቀረና ንኽእል ክንፈልጥ ንኽእል። ካብዚ ነቒልና ድማ በቲ ዝተገልጸልና እምነት ነቲ ሰሓቢ ፍቕሩ እቲ ዝለዓለ መግለጺ ፍቕሪ እግዚኣብሄር ወይ ኣጋፐ ኢልና ብግሪኽ ቋንቋ እንጽውዖ ክንፈልጦን ክንርዕሞን የኽእለና ማለት እዩ። እዚ ሓቀኛ ፍቕሪ እዚ ኸኣ ነቲ ናጻ ድላይ ናይ ወዲ ሰብ ስቕያቱን ሓጐሱን ደስታኡን እናምጸ ነቲ ዝኸበደ ኣርዑት ክርስቶስ ንዓና ቢሉ ከም ዝተሸከመን ኣርዑትና ከም ዝበተኸን ክንፈልጦን ክንርድኦን ንኽእል። ምኽንያቱ ኣብ ወዲ ሰብ ኩሉቲ ግዜ እንታይ ኣሎ? ስቓይ ኣሎ፣ ሓጐስ ኣሎ፣ ደስታ ኣሎ፣ መከራ ኣሎ፣ ሕማም ኣሎ፣ ተጻብኦ ኣሎ፣ ስደት ኣሎ፣ ብዙሕ ነገራት ኣሎ። ክርስቶስ ነዚ ኩሉ ኣጣሚሩ ንዓና እውን ወሲኹ ኣብ መስቀል ብምስቃል ነቲ በርዑት ባርነት ምእንቲ ከይንቑረም ቢሉ ኣርዑት ባርነትና ክስበርን ክብተኽን ኣብ መስቀል እዩ ፈጺምዎ። እዚ ነዚ ሓሳብ እዚ ንሕና እውን ተረዲእና ብናይ ለውጢ ዘለዎ ቃል ንቃል እግዚኣብሄር ዝያዳ ክንፈልጦ የድሊ። ስለዚ ኣብ ቅድሚ እግዚኣብሄር ቅቡል ዝኾነ ናይ ሱባኤ ግዜ፣ ናይ ጸሎት ግዜ፣ ናይ ኣስተንትኖ ግዜ ክህልወና ኣብ ንደልየሉ እዋን እግዚኣብሔር ክሳብ ክንደይ ከም ዘፍቀረና ክንርእዮ ነቲ ኣብ ቅድሜና ኣብ ኣባይትና ይኹን ኣብ ቤተ ክርስቲያን ይኹን ኣብ ውሽጢና ይኹን ኣብ ኢድና እንሕዞ መስቀል ይኹን ክንጥምተ እንከሎና እወ ብሓቂ ነቲ ካብቲ መስቀል ዝመጽእ ክንርኢ ኣሎና ስለዚ ሎሚ ክርስቲያን ከመይ ገይሮም ንክርስቶስ ዝጥምትዎ እንተ ኢልና ኣብ ቅዳሴ ዕለት ዕለት ቅዳሴ ወትሩ ግዜ ከም ንብሎ ምስጢራዊ ልብሲ ናይ ቀራንዮ ስለ ዝኾነ ኣብቲ ቀራንዮ ዝተሰቕለ ክርስቶስ እቲ ዕለት ዕለት መስዋእቲ ብደም ዘይነቅዕ ዝግበር መስዋእቲ ኣብኡ ኣተኲርና ክንጥምቶ የድሊ። ኣብ ግዜ ምልዋጥ ርኢና እንተኾይና ካህን ኣተኲሩ ኣብ ልዕሊ ህብስትን ኣብ ልዕሊ ወይንን ይጽሊ ኣተኲሩ በዒንቱ እናጠመተ ንሰማይ ኣዒንቱ ቋሕ ኣበለ ባረኸ ቀደሰ ቆሪሱ እውን እንኩም ብልዑ፣ እዚ ምእንቲ ብዙሓት ዝቝረስ ስጋይ እዩ፣ እንኩም ስተዩ፣ እዚ ምእንቲ ብዙሓት ዝፈስስ ናይ ሓድሽ ኪዳን ደመይ ክብል እንከሎ፣ ኣብ ልዕሊ ህብስትን ኣብ ልዕሊ ወይንን ኣብ ቅድሚ ኣብቲ ቅድሚኡ ዘሎ መስቀል ናይ ክርስቶስን ኣተኲሩ በዒንቱ ይጥምቶ። እዚ ኸኣ እንታይ ማለት እዩ? እቲ ኣብ መስቀል። ዝተፈጸመ መዳርግቲ ኣልቦ ድሕነት ናይ ክርስቶስ ቀጥታ ብምስጢራዊ መንገዲ ኣክቹዋላይዝድ ኮይኑ ወይ ከዓ ህልው ኮይኑ ፕረዘንትድ ኮይኑ ኣብ መንበረ ታቦት ዕለት ዕለት እንርእዮ እንቕበሎ ስጉኡን ደሙን ነፍሱን መለኮቱን ናይቲ ቀራንዮ ብሓቂ ዝተገብረ ድሕነት ናቱ ህልው ዝገብር እዩ መስዋእቲ ቅዳሴ ማለት ስለዚ እቲ ኣጠማምታና ከም ተራ ጠማምታ መስቀል ናይ ክርስቶስ እያ ኢሉ ሰብ ጥምት ኣቢሉ ዝሓልፍ ዘይኮነ ኣብኡ ኮንሰንትሬሽን የድሊ፣ ኣብኡ ተመስጦ የድሊ፣ ሰቂለ ህሊና ከም ዘድሊ እዩ ዝነግረና። ምክንያቱ ኢየሱስ ኣብ ወንጌል ዮሃንስ ምዕራፍ ዓሰርተ ክልተ ሰላሳን ክልተን እንታይ ኢሉ ኣሎ? ናብ ላዕሊ ምስ ደየብኩ ንኹሉ ናባይ ክስሕቦ እየ። ስለዚ መን እዮም እቶም ዝሰሓቡ እንተ ኢልና ከምቲ ዘማሪ ዝበለቶ እንሆ ርኢኹ ፍቕሩ ኣብ መስቀል እቲ ፍቕሪ ናይ ክርስቶስ ኣብ መስቀል ርኢና እንተ ኮይንና ኣብ መስቀል ተዓዚምና እንተ ኮይንና ምላሽና ብፍቕሪ ሓንጎፋ ኢልና ክንቅበሉ እንተ ክኢልና ነቲ ዝገበሮ ድሕነት ከዓኒ ኣብዚ ናይ ጾምን ኣስተንትኖን ሱባኤ ግዜ ምእንታና ከም ዝሞተ ናይ ነፍሲ ወከፍና ህላዌ ምእንቲ ክረጋገጽ፣ ብዓለም ብስጋ ሰይጣን ምእንቲ ከይንርገጽ፣ ብሓርነት ክንነብር ሓራ ምእንቲ ክገብረና፣ ኣብ መስቀል ዝሞተ እሞ ክንርድኦን ከነስተንትኖን፣ ነቲ ዝወጋእናዮ ተመሊስና ክንጥምቶ እንተድኣ ክኢልና፣ ከምቲ ቃል ኣምላኽ ዝብሎ እቶም ዝወግእዎ ክጥምትዎ እዮም ወይ ክርእይዎ እዮም ዝተባህለ ኣብ ዘካርያስን ናይ ዮሃንስ ወንጌልን ዘረድኣና ኣብኡ ኣስተንትኖ ክንገብር እዩ በቲ ሓቀኛ ትርጉሙ ክንርእዮም ከለና። ነዚ ኣስተንትኖ እዚ እንተድኣ ገይሩ ከኣ ክርስቶስ እንታይ ይብል ኣሎ? ናብ ላዕሊ ምስ ደየብኩ። ንኹሉ ናብያ ክስሕቦ እየ ምኽንያቱ ባዕሉ ኣብ ቃል ኢልዎ ኣሎ እቲ ንቃለይ ዝሰምዕ በቲ ዝለኣኸኒ እውን ዝኣምን ህይወት ዘለኣለም ክወርስ እዩ ስቲ ናብ ላዕሊ ምድያብ ማለት ክርስቶስ ዝደልዮን ክርስቶስ ንነፍሲ ወከፍና ከቐምጦ ደልዩ ዘሎ ቅዱስ ቦታ ምዃኑ ኢና ንርዳእ ኣብቲ መስቀል ክንጥምት እንከሎና እምበኣር ነቲ ዝወግኡ ክጥምትዎ እዮም ዝብል እንክርኢ እንኮልና ማይን ደምን ኢና ንርኢ በቲ ነቲ ዝወግኡ ክጥምትዎ እዮም ዝብል ቃል ኣቢልና እምበኣር ካብ ጎኑ ዝነዝዐ ደምን ማይን ብእምነትን ተስፋ ንጠምቶ ዮሃንስ ዓሰርተ ትሽዓተ ሰላሳን ኣርባዕተን እዚ ካብ ጎኒ ክርስቶስ ዝወፀ ደምን ማይን እዚ ናይ ጥምቀትን ናይ ቅዱስ ቁርባንን ምስጢራት ምልክት እዩ። እቲ ማይ ናይ ጥምቀት ምልክት እቲ ደም ከዓ ናይ ቅዳሴ ወይ ናይ ቅዱስ ቁርባን ናይ ድሕነት ምስጢር ምልክት እዩ። ኣብ ግዜ ጥምቀት በቲ ዝተቐደሰ ማይ ብሰፊሕ ስራሕ ናይ መንፈስ ቅዱስ ኣቢልና ኣብ ፍቕድቲ ቅድስቲ ስላሴ ሱታፌ ንገብር ወይ ከኣ እንደገና ንውለድ ማለት እዩ። በዚ ከኣ ጉዕዞ ጾምና ኣብቲ ምድረ በዳ ናይ ጾምን ጸሎትን ግዜ ንጥምቀትና ዘዘኻኽረና እዩ። እዚ ድማ ንዓና ካብ ናይ ባዕልና ፍቓድ ወጺእና ፍቓድ ኣምላኽ ኣብ ልዕና ምእንቲ ክመጽእ እቲ ዲቫይን ዊል ኢልና ከነስተንትኖ ዝቐነና እቲ ቅዱስ መለኮታዊ ሓሳብ ናይ ድላይ ናይ እግዚኣብሄር ኣብ ህይወትና ምስ ፍቓድ ኣምላኽ ኣዋሂድና ናብኡ ጥራሕ ምእንቲ ክንጽጋዕ ደምን ማይን ካብ ጎንና የሱስ ዝወጽእ ዘሎ እቲ መዓልቲ መዓልቲ ኣብ ቅዳሴ ንርእዮ ምስጢርን እቲ ብኣኡ ኣቢልና ዝተጠመቕናሉን ኣብ ጉዕዞ ናይዛ ምድረበዳዊት ዝኾነት ሕይወትና ንርእዮን ብቅዱስ ቁርባን ኣቢልና ከምስ ክርስቶስ ተወሃሂድና እቲ ንቃለይ ዝሰምዕ በቲ ዝለኣኸንን ዝኣምን ኢልና ኣብ ቃሉ ኣብ ምስጢራቱ ምስ መጸ ከኣ ስጋይ ዝብልዕ ደመይ ዝሰቲ ናይ ዘለኣለም ሕይወት ኣለዎ ንሱ ኣባይ ኣነ ከኣ ኣብኡ'የ ዝነብር ክብል ከሎ እቲ ሓድነት ብኡ ከም ዝረጋገጽ እዩ። ስለዚ ንክርስቶስ ኣብ መስቀሉ ነቲ ዝወግኦ ክጥምቶ እዮም ክብል ከሎ ብዙሕ ምስጢራት ኢና ነስተንትነሉ። ድሕነትና ነስተንትን፣ ብዛዕባ ምስጢረ ጥምቀት ነስተንትን፣ ብዛዕባ ቅዳሴን ምስጢራትን ነስተንትን፣ ብዛዕባ ናይ እግዚኣብሄር ንኣዳም ከመይ ገይሩ ኣብ ክብሪ ኣብ መስቀል ከም ዝመለሶ ነስተንትን፣ ክርስቶስ ጸማእኩ ዝብሎ ዘሎ ማይ ዘይኮነ ሰብ ምዃኑ ንሕና ምዃንና ዝያዳ ንርድኣሉ እዩ። በዚኸስ ጉዕዞን ጉዕዞ ጾምና ንጥምቀትና ዘዘኻኽር ንህይወትና ሕዳሴ ዘዘኻኽር ስለ ዝኾነ ምስ ኣምላኽ ሓቢርና ንነብረሉ ምዃንና ክርድኣና ኣለዎ። እቲ ካልእ ኣብኡ እነስተንትኖ ደም ናይ ክርስቶስ እዩ። ዝሓለፈ እዋን እውን ኣስተንቲናዮ ነይርና። ንሕየዋይ ጓሳና ዝኾነ ኢየሱስ ምልክት ፍቕሪ እንታይ እዩ? ደም እዩ። ኢየሱስ ኣብ ወንጌሉ እንታይ ኢልና ኣሎ? ሰብ ኣብ ክንዲ ብጸቱ ህይወቱ ኣሕሊፉ ምሃብ ካብዚ ዝዓቢ ፍቕሪ የልቦን። ክርስቶስ ንዓና ፍቕሩ ዝገለጸልና እምበኣር ደሙ ብምፍሳስ እዩ። ስለዚ ናይቲ ሕያዋይ ጓሳና የሱስ ክርስቶስ ምልክት ፍቕሪ ዝኾነ ደም ንጽምት ማለት እዩ። ቀዳሞት ክርስትያን እንታይ ገይሮም ይስእልዎ ነቲ ስእሊ? ክርስቶስ ኣብ መስቀል ተሰቒሉ እንከሎ ነተን ካብ ኣእዳዉ ዝነጥባ ዝነበራ ወይ ካብ እግሩ ዝነጥባ ዝነበራ ደም ኣብ ጽዋዕ ከም ዝኣትዋ ገይሮም ይስእልወን። ንሱኻ እንታይ ማለት እቲ ናይ ቅዳሴና ምልክት እዩ። መዓልቲ መዓልቲ ደም ናይ ክርስቶስ ክንሰቲ እንኮለና ስግኡን ደሙ ናይ ክርስቶስ ክንቅበል እንከሎና ኣምላኽ ፍቕሩ ኣብ ውሽጥና ከመይ ዝኣመስለ ከም ዝገልጽ ነዚ ቁርባን እዚ ዘይተዓደሉ ካልኦት እምነታት እሞ ከዓ ቅዱስ መጽሓፍ ሰፊሩ ከሉ ዘይጥቀምሉ ዘሕዝኑ ምዃኖም በዚ ቃል ኢና ክንርድኦ ንኽእል ምክንያቱ ስጋይን ደመይን ብልዑ ዝበለት ካቶሊካዊት ቤተክርስትያን ኣይኮነት ስጋይን ደመይን ብልዑ ዝበለ ክሳብ መወዳእታ እውን ግበርዎ ዝበለ ክርስቶስ እዩ። ስለዚ ቃል ኣምላኽ ክዕጸፍ ስለ ዘይክእል እቶም ነዚ ሰሚዖም ክገብርዎ ዘይከኣሉ ዘለዉ እምነታት ብምልኡ ኣብቲ ናይ ቅዱስ ቁርባን ትምህርቲ ጥራሕ ዘይኮነ ብመሰረቱ ኣብቲ ናይ ቅዱስ ክርስቶስ ህይወት ናይ ዘይምርዳእ ትምህርቲ ከም ዘሎ ኢና ንርዳእ። ስለዚ ቅዱስ ቁርባን ኣብ ናይ ክርስቶስ ዝገበሮ መስዋእቲ እዩ ዝሕውሰና ይሕውሰና። በዚ መሰረት ንዘመነ ጾምና ከም ናይ ቅዱስ ቁርባን ግዜ ጌርና ክንርእዮን ክንነብሮን የድሊ። ኣብ መለኮታዊ ፍቕሪ ተሳሒብና ብተመስጦን ብሓቅን ብግብርን ንቓሉ እነስተንትነሉ ኣብቲ ኣብ ቅዱስ ቁርባን ዝግበር ስግደትን ኣምልኾን ኣብቲ ኣብ ቅዱስ ቁርባን ወይ ኣብ ቅዳሴ ዝግበር ሱታፌ ኣብቲ ደም ክርስቶስ ኣብ ቅዳሴ እንርእዮ ናይ ምንጻሕ ሓይሊ ዘለዎ ብስራሕ መንፈስ ቅዱስ ዝፍጸም መዳርግቲ ኣልቦ ዝኾነ ናይ ላዕለዋይ ጠርዚ ናይ ስርዓት ኣምልኾና ዝኾነ ቅዳሴ ኣብኡ ፍሉይ ኣተኩሮ የድሊ። በቲ ካልእ ወገን እቲ ንዝወግእዎ ክጥምትዎ እዮም ዝብል ቃል ኣቢልና ንካልኦት ኣብዚ መከራ እዚ ንዝርከቡ ንጥምት። ኣብ ከቢድ ናይ ህይወት ስቓይ ዘለዉ፣ ኣብ ሕማም፣ ኣብ ማእሰርቲ፣ ኣብ ባርነት፣ ኣብ ጽሞና፣ ኣብ ስደት፣ ኣብ ምግላል ዝርከቡ ሰባት ጥሚትና ንዓታቶም ክንጥምት እንከሎና ንክርስቶስ ንጥምት ከም ዝሎና ክንሓስብ የድሊ። እወ ንዓታቶም ካብ ጸግዕ ኮይንና ክንዋግኣሎምን ክንጣበቐሎምን ዝዕድመና እዩ። እቲ ዝበግዎ ክጥምቶም ክብል ከሎ ብዙሓት ኣለዉ ብናይ መንገዲ ናይ መከራ ክርስቶስ ዝሓልፉ ዘለዉ ናይ ህይወት ስቓይ ዘለዎም ሕማም ማእሰርቲ ባርነት ኣብ ጽሞና ኣብ ዝኽትምና ኣብ ድኽነት ማሕበራዊ ፍትሒ ዝሰኣኑ ውስጦምን ደገኦምን ሰላም ዝሰኣኑ ሰባት እሞ መን እዩ ወመኑ ያርእየነ ሰናይቶ መን እዩ ሰናይ ናይ እግዚኣብሄር ዘርእየና ቢሎም ኣብ ኣምላኽ ተስፋ ዝገብሩ ኣብኣታቶም ክንጥምት ኮለና ዝቖሰለ ዝተኣስረ፣ ዝተሳቐየ፣ ንባርነት ዝተወስደ፣ ጽሙናን ዝኽትምናን ዘጋጠሞ፣ ብሰብ ዝተበደለ ክርስቶስ ኢና ንርኢ። እዚ ጾም እዚ ብክርስቶስ ዝተዋህበ ንፍቕሪ ኣምላኽ ዝተሓደሰ ክርስትያናዊ ተመክሮ ስለ ዝኾነ እምበኣር ምእንቲ ኣብ ህይወትና ግልጽ ኮይኑ ክረአ ነቶም ዝሳቐዩን ረዳኢ ዘይብሎምን ወገናት እንረድኣሉ ወቕትን ብኣታቶም ኣቢልና ከዓ ፍቕሪ ክርስቶስ ንገልጸሉ እዩ ምክንያቱ ክርስቶስ ኣብ ቃሉ እንታይ ኢሉ እዚ ነገራ እዚ እ ኣብቶም ካልኦት ኣሕዋተይ ዝገበርኩሞ ንዓይ ከም ዝገበርኩሞ እየ ዝቖጽሮ ክብል እንከሎ ክርስቶስ ኣብ መን እዩ ዝርከብ እንተ ኢልና ኣብቶም ዝሳቐዩ ኣብቶም ዝተገለሉ ኣብቶም ዝተበደሉ ኣብቶም ብ ብ ናይዚ ዓለም እዚ መከራ ጽበት ባርነት ጽሞና ኣብ ቤት ማእሰርቲ ዝርከቡ ኣብ ስቓይ ኣብ ዓራት ኣብ ሕማም ዝርከቡ ኩሎም ኣብኣታቶም ክርስቶስ ክንጥምትን ማለት እዩ ስለዚ እዚ እቲ ዝወግእዎ ክጥምቶ እዮም ክብል እንከሎ መጀመርያ ንክርስቶስ እዩ ካብኡ ቢልና ካብ ታሕቲ ውርድ እንተልና ከዓኒ እ ኣብቲ ቅዳሴ መዓልቲ መዓልቲ ንጥምተ ክርስቶስ እዩ። ኣብ ሳልሳይ መድረኽ ከኣ ነቶም ብሓቂ ውጹዓት ኮይኖም ኣምላኽ ጥራሕ ዝተስፍኦም ኣብዚ ምድሪ እዚ ከቢድ መከራ ዘሕልፉ ሰባት ንዓታቶም ክንጥቀም ክንሪኦምን ብኣታቶም ኣቢልና ከዓ ንክርስቶስ ክንፈልጦን ዝዕድም ትምህርቲ ኢና ኢሎም እዩ በኣር ሃዋርያ ጳውሎስ ነዚ ቃል ኣለዎ እንታይ ይብል ነቲ ግዜ ፍለጥዎ ካብ ድቃስ እትባራብረሉ እዋን በፂሑ እዩ ኣብ ሮሜ 13 11 ንስኻ እንታይ ማለት እዩ ኣንታ ደው ኢልካ ዘለኻ ከይትወድቕ ተጠንቀቕ ዝብሎ ዘሎ እንታይ ማለት እዩ ኣተኩረና ቅማሬና ኣተሓሳስባና መጻኢና ርድኢትና ብምሉእ ማእከላይ ኣተኩሮ ወይ እቲ ናይ ስርዓት ኣምልኽና ቀንዲ ዝኾነ ክሪስቶሴንትሪሲዝም ክርስቶስ ዝዓንዲ ማእከሉ ህይወት ናብ ክርስቶስ ክንጥምት እሞ ካብ ናይ ስጋ ድቃስ ዘይኮነሲ ካብ ናይ መንፈስ ድቃስ ዝያዳ ክንጥንቀቕ ከም ዘሎና ብመንፈሳውነት ንኸይንነብር ዝዕንቅጸና ዘበለ ኩሉ ክንዋግኦ ከም ዘሎና እቲ ውግእ ከኣኒ ኣብ መንጎ እግዚኣብሔርን ኣጋንንትን ስለ ዝኾነ ንሕና ከኣ ነቶም ኣጋንንቲ ብኢየሱስ ክርስቶስ ስም ስልጣን ክንዋግኦም ክንክእል እንተ ደኣ ኮይና ኣብ ናይ ክርስቶስ መስቀል ዘሎ ኣስተንትኖ ኣተኩሮ ብምግባር ነቲ ዝወጋእናዮ ክርስቶስ ንጠምቶ፣ ንኣኡ ምሕረት ንሕተት፣ ነቲ ካብኡ ዝመጽእ በረኸት፣ ምሕረት፣ ፈውሲ፣ ለውጢ፣ ቅድስና፣ ውሳጣዊ ሰላም ግን ኣብ ህይወትና ክመጽእ ንክርስቶስ ብግሊ ዝያዳ ንፈልጠሉ ናይ ኣስተንትኖ ግዜ'ዩ። ክርስቶስ ነዚ ደጋጊሙ ኢልዎ'ዩ፣ ንዑናይ ከነዕርፍ ኣብ ጽምው ዝበለ ቦታ ንሓንቲ ሰዓት ዶ ምሳይ ጠጠው ክትብሉ ኣይትኽእሉን ዝብሉ ቃላት ዝደጋግሞ ዘሎ ኣተኩሮና ኣብ ንባብን ኣብ ኣስተንትኖን ናይ ቃል እግዚኣብሔር ምእንቲ ክኸውን እዩ። ምእንቲ ምእንቲ ድሕነትና ሰብ ኮይኑ ምእንቲ ሓጢኣትና ከኣ ኣብ መስቀል ዝወዓለ የሱስ ክርስቶስ መምህርና በዚ ምሩጽ ግዜ እዚ ክንስዕቦ የድልየና። ኣብ ጋላትያ ሓሙሽተ ዕስራን ኣርባዕተን እንተ ተመልኪትና ሃዋርያ ጳውሎስ ደጊሙ ነቶም ብክርስትና ዝወለዶም ሰብ ጋላትያ እንታይ ይብሎም? እቶም ናይ ክርስቶስ ዘበሉ ንስጋኦም ምስ ናይ ትምኒቱን ፍትወቱን ኣብ መስቀል ሰቒሎሞ እዮም። ስለዚ ኩለንተናና ኣብ መስቀል ዝስቀለሉ እዋን ስለ ዝኾነ ኩለንተናና ከበድና ህይወትና ድኻምነትና ብምሉኡ ኣብ መስቀል ክንሰቕሎ ፍቓደኛታት ክንከውን የድሊ። እሱ ኸኣ እቲ ናይ ሎሚ ስምረትና ምስ ክርስቶስ ማለት እዩ። ግና ንሕና ነቲ ኣብ መስቀል ተሰቕለ ኣይኮና ንጥምት፣ ነቲ ካብ መስቀል ዝመጽእ ኢና ንርኢ። እቲ ካብ መስቀል ዝመጽእ እንታይ እዩ? ፈውሲ፣ ምሕረት፣ ሕድገት ሓጢኣት፣ ጸጋ፣ በረኸት፣ ልዕልና፣ ውሳጣዊ ሰላም፣ ህድኣት፣ እዚ ከነስተማቕሮ የድሊ፣ ግን ኩለንተናና ከኣ ኣብ ክርስቶስ ከም ዝተሰቕለ ክንሓስብ ኣለና። እቶም ናይ ክርስቶስ ዘበሉ ንስጋኦም ምስ ናይ ትምኒቱን ፍትወቱን ኣብ መስቀል ከም ዝሰቐልዎ ከረጋግጹ ኣለዎም። እንታይ ማለት እዩ? ዕለተ ዕለት ምስ ክርስቶስ ክንመውት ኣለና። ዕለተ ዕለት ንክርስቶስ ኣብቲ መስዋዕቲ ቅዳሴ ይኹን፣ ኣብቲ ኣስተንትኖና ይኹን፣ ኣብቲ ኣዶሬሽን ይኹን፣ ኣብቲ ቃሉ ከነንብብ እንከለና ምስኡ ክንመውት ከም ዘለናን ነቲ ዝወጋእናዮ ክርስቶስ ዝያዳ ክንጥምቶ እንከለና ከኣ ነጸብራቕ ካብኡ ዝመጽእ ንህይወትና ከም ዝባርኽ ከምቲ ቅድስቲ ሪታ ኣብ መስቀል ክርስቶስ ከተስተንትን እንኮላ እቲ ስቅያቱ ዝያዳ ምስ ተንተነት ካብቲ ኣብ መስቀል ክርስቶስ ዘሎ እሾኽ መጺኡ ንግንባራ ወጊኡ ኣብ ስቃዩ ኣሳቲፍዋ ቅዱስ ጳውሎስ ከ እንታይ ይብል ነይሩ ኣብ ስቃይ ክርስቶስ ገለን ተመላእኩ ኢለ እየ ዝገብር ዘለኹ ክብል እንከሎ እንታይ ማለት እዩ እቲ ስቃይ ናይ ክርስቶስ ኣብ ህይወቱ ሲ ትርጉም ክህልዎ ንክኸይድ እዩ ፓድረ ፒዮ እውን እንተኾኑ ኣብ ናይ መስቀል ክርስቶስ ከስተንትኑ እንከለዉ ቅንዋት ናይ ክርስቶስ ተቐቢሎም ሳዶር ኣላዶር ዳናት ኣዴራ ሮዳስ ተን ሓሙሽተ ቅንዋት ተቐቢሎም ከምኡ እውን ቅዱስ ፍራንቸስኮስ እቲ ዓብዪ ቅዱስ ኣብ ዘመነ ዝን ቅዱስ ኣቡና ርእሰ ሊቃነ ጳጳሳት ኣብነት ክኸውን ኢሎም ብምኽንያት መበል ሸሞንተ ሚእቲ ዓመት ዕረተ ዕረፍቱ እዚ ዓመት እዚ ዓመት ፍራንቸስኮስ ዝብል ከሎ ዝያዳ ንኣስተንትኖ ኣብ መስቀል ክርስቶስ ዝገበረ ፍራንቸስኮስ እዩ ስለ ዝገበረ ከዓ ንርእሱ ንገዛእ ርእሱ ከዓ ቅንዋት ተቐቢሉ ኣብ ስቃይ ክርስቶስ ዝነብር ዝነበረ ዓብዪ ቅዱስን መነኮስን ፈላስን እዩ ስለዚ ንሕና እንታይ ንርዳእ ማለት እቲ ናይ መስቀል ኣስተንትኖ ኣዝያዳ ከም ዝዓጅበና ክርዳኣልና። ሎሚ ገለ ገለ ሰባት ስለምንታይ ኣብ መስቀል ክርስቶስ ምእማን ዕንጨይቲ እንድኣሉ ሓጺን እንድኣሉ ዝብሉ ነቲ ወንጌል ዘይርድእዎ እዮም። ነቲ ነቲ ዝወግእዎ ክጥምቱ ወይስ ኣበይ ክጥምት? ኣበይ ዘሎ ክርስቶስ? ንመስቀሉ ክሓስብ እንከለኹ ክንዮ እቲ መስቀል ክርስቶስ ክርእየሉ ዝኽእል ኣብነት እንተዘይብለይ ብመንገዲ ብምንታይ ምኽንያት ኣይከስተንትን? ኣስተንትኖ ኣብ ምንታይ እዩ ዝግበር? ክመርሓኒ ዝኽእል ኣስተንትኖ መንበረ ታቦት እንተዘየለ፣ መስቀል ክርስቶስ እንተዘየለ፣ ቅዱስ መጽሓፍ እንተዘየለ፣ ኣስተንትኖ እንተዘየለ፣ ስግደት ቅዱስ ቁርባን እንተዘየለ፣ በየናይ መንገዲ እየ ኣነ ንመስቀል ክርስቶስ ከስተንትኖ ዝኽእል? ስለዚ መስቀል ኣየድልን እዩ ገለ እናተባሃለ ንዘመናት ዝንገር ዝነበረ ስለምንታይ ሕጂ ኣብ መስቀል ኣድልዩ ኣብ ኣብያተ ክርስቲያናት ይመጽእ ኣሎ እንተ ኢልና ናይ ዘይምፍላጥ ናይ ድንቁርና ጠርዚ ምልክት እዩ። ስለዚ ኣነ መስቀል ክርስቶስ ኣብ ኣባይትና፣ መስቀል ክርስቶስ ኣብ ቤትና፣ መስቀል ክርስቶስ ኣብ ስራሕ ቦታና ይኹን፣ መስቀል ክርስቶስ ኣብ ኣብያተ ትምህርትና፣ ኣብ ዩኒቨርሲታት ይኹን፣ ኣብ ዝተፈላለዩ ማሕበራዊ ቦታ እንነብረሉን፣ ከምኡ ልዕሊ ኩሉ ኣብ ቤተ ክርስቲያን ክርኢ እንኮለና ቀራንዮ እናጠመትና በቲ መስቀል ትቢልና ነቲ ዝወጋእናዮ ክርስቶስ ክንጥምቶ እሞ ምሕረት ክንሓቶ ንሱ ከዓ ተመሊሱ ምእንቲ ክባርኸና እዩ። ሃዋርያ ጳውሎስ ደጊሙ ንክርስትያን ቆሮንጦስ ኣብ ምዕራፍ ሓሙሽተ ዓሰርተ ሽዱሽተ ዓሰርተ ሸውዓተ ኣብታ ካልኣይቲ መልእኽቱ ምዕራፍ ሓሙሽተ ዓሰርተ ሽዱሽተ ዓሰርተ ሸውዓተ እንታይ ይብሎም እቶም ብህይወት ዝነብሩ ነቲ ምእንታኦም ዝሞተን ዝተሰአን እምበር ንገዛእ ርእሶም ምእንቲ ከይነብሩ ክርስቶስ ኣብ ክንዲ ኩላቶም ሞተ ስለዚ ሓደ እኳ ኣብ ክርስቶስ እንተ ኣልዩ ንሱ ሓድሽ ፍጥረት ይብል ስለዚ እቶም ብህይወት ዝነብር ዘለና ንመን ኢና ንነብሮ ዘለና ንማንም ክንነብር ፍቓደኛታት ኣይኮናን። ናይ ማንም ሰባት ይኹኑ ሰበስልጣናት ተገዛእቲ ክንከውን ፍቓደኛታት ኣይኮናን። ነቲ ምእንታና ዝሞተን ዝተንስእን እምበር ንገዛእ ርእስና ኣይንነብርን ኢና። ነዚ ተረዲኡ ሃዋርያ ጳውሎስ እንታይ ኢሉ? ኣነ ናይ ክርስቶስ እየ፣ ክርስቶስ እዩ ኣባይ ዝነብር ዘሎ። ዓለም ረብሓታት ቀሪቡለይ ነዚ ረብሓታት እዚ ግን ከም ጓሓፍ እቖጽሮ ኣለኹ። ንክርስቶስ ምእንቲ ክረብሕ ዝበሎ፣ እቲ ምንባርና ትርጉም ዝህልዎ ንገዛእ ርእስና ደይኰንና፣ ነቲ ምእንታና ዝሞተን ዝተንስእን ኣብ መስቀል ዝወዓለን ክርስቶስ ኢና እንስዕብ። ስለዚ ንዕኡ ንስዕብ ኣለና እንተ ደኣ ኰይና፣ ኵሉ ግዜ ሓደሽቲ ኢና ማለት እዩ። ሓደ እኳ ኣብ ክርስቶስ እንተ ደኣ ኣልዩ፣ ንሱ ሓድሽ ፍጥረት እዩ። እንታይ ማለት እዩ? ዕለት ዕለት ንክርስቶስ ዝመረጸ፣ ንስኻ ትሕሸኒ ዝበለ፣ ከም ጐይታን መሲሕን ገይሩ ዝተቐበለ፣ ኣብቲ ቅዱስ ከረኑ ንክርስቶስ ዝሸሞ፣ ኣብ ልብና ዘንገስናዮ ሰባት እንተድኣ ኰይንና፣ ወትሩ ግዜ ሓድሽ ኢና። ምኽንያቱ እቲ ብሉይ ናትና ኣብ መስቀል ተሰቒሉ ሓሊፉ እዩ። እቲ ብሉይ ናትና፣ ኣረጊት ሰብነት፣ ኣረጊት ኣተሓሳስባ፣ ኣረጊት ኣነባብራ፣ ኣረጊት ቅዲ ህይወት፣ ኣረጊት ፍልስፍናታት ኩሉ ክርስቶስ ስለ ዝሰቐሎ፣ ንሕና ንገዛእ ርእስና ከነድሕን ስለ ዘይንኽእል፣ ብናጽነት ህይወትና ንክርስቶስ ክንህቦ፣ ምእንቱ ክንነብር ኣብ ዝጀመርናሉ እዋን ሓደሽቲ ፍጥረት ኰይንና ኢና ንነብር። ስለዚ ነዚ ሓቂ እዚ ሰኒቕና ምስቲ ኣብ ቤት መቕደስ ብጽሞናን ስቕታን ኣብ ናዝሬት ብብሕትውናን ብጸሎትን ኣብ ጎልጎልታ ብትጽቢትን ኣብ ስቓይ ወዳ ብምስታፍ ተመክሮ ናይዚ ጸሎት እዚ ዘለዋ ወላዲት ኣምላኽ እኖና ኪዳነ ምህረት ብምሕሳብ ናታ ኣብነት ብምኽታል ራህዋን ሰላምን ኣብ ውሽጢ ልብና ንምነዮ ምእንቲ ክመጽእ ከምቲ ናታ ሕይወት ሒዝና እዚ ኣስተንትኖ እዚ ክንገብር እሞ ነቲ ዝወጋእናዮ ኣብ መስቀል ክርስቶስ ንኣኡ ክንጥምቶ እሞ ነቲ ካብኡ ዝመጽእ ድሕነት ከነስተማቕር ናይዛ ድንግል እዚኣ ኣብነትን ጸሎትን ኣይፈለየና ኢየሱስ ክርስቶስ ይመስገን ሰላም ወሰናይ